ሰላም ከመይ ኣለኹም ኩሉኹም ተኸታተልቲ ናይዛ ቻነል እዚኣ ምሳኹም ዘለኹ ኣቤል እየ ሎማዓንቲ ከዓ ናይተን ክንትንትነን ዝቐንና ሽዱሽተ ናይ ኣእምሮ መሳርሒ ሻድሸይቲ ክፋል ሒዘልኩም መፅእ ኣለኹ ኣብ ዝሓለፈ እዋን ሽዱሽተ ናይ ኣእምሮ መሳርሒና በብሓደ ክንትንትነን ቀኒና ኣለና ምናልባት እዛ ቪድዮ እዚኣ ናይ መጀመርያ ኢኹም ድሕር ኮይና እተን ዝሓለፋ ሓሙሽተ ቪድዮታት ከድኩም ክትርእይዎ በዚ ኣጋጣሚ ዕድበኩም ድሕደሊኹም ሊንክ ኣብ ዲስክሪፕሽን ኣለኩም ክሊክ ጌርኩም ከድኩም ተን ሽዱሽተ ናይ ኣእምሮ መሳርሒ እተን ሓሙሽተ ክትሪእወን ትኽእሉ ኢኹም እታ ሻድሸይቲ ከዓ እዚኣ እያ ሶ ናይ ሎማዓንቲ እታ ሻድሸይቲ ክንርኢና ዳስ ቨሪ ቨሪ ኢምፖርታንት እዘ ሽዱሽተ ናይ ኣእምሮ መሳርሒ ድና ክንትንትነን ዝቐንና ንነፍሲ ወከፍና ኣብዚ ምድሪ ዘሎ ሰባት ንኩልና ብማዕረ ዝተዋህበና መሳርሒ ግን ኣጠቓቕማና ስለ ዝፈላለ ገሊኦም ብሉፅ ህይወት ይነብሩ ገሊኦም ከዓ ሽግርን ስቓይን ዝመልኦ ህይወት ይነብሩ እዚ መሳርሒ እዚ ፈጣሪ ዝሃበና መሳርሒ ብትኽክል ክንርድኦ እንድሕር ክኢልና ክንቃለስ ኣይከድልየናን እዩ ንህይወት ልክዕ ሞባይል ኣለና ቴሌቪዥን ኣለና ብዙሕ መሳርሕታት ኣብዚ ምድሪ ኣለና ንጥቀመሉ ነገራት ከመይ ገይሮም ከም ዝሰርሑ ስለ ንፈልጥ ብቐላሉ ክንጥቀመሎም ንኽእል ኢና ልክዕ ከምኡ ከዓ ኩልና ክንገብሮ ዘለና ደቂ ሰባት ከመይ ኢና ፋንክሽን ንገብር ኣእምሮና ከመይ እዩ ዝሰርሕ ክንፈልጥ ኣዝዩ ወሳኒ እዞም ኩሎም ፈጣሪ ዝሃበና ጸጋታት እዞም ኩሎም ፈጣሪ ዝሃበና መሳርሕታት ብትኽክል ከመይ ገይሮም ከም ዝሰርሑ እንድሕር ፈሊጥና እሞ ከዓ ክንትግብሮም ድሕር ክንጥቀመሎም ጀሚርና እዛ ኣብዚ ምድሪ ንነብሮ ናብራ ቃልሲ ኣይክኸውን እዩ ኖርማሊ ፍሎው ዝገብር ወይ ከዓ ቀሊል ህይወት እዩ ክህልወና ስለዚ እዞም ኩሎም ንዓና ዝተዋህቡና በብሓደ ክንፈልጦም ኣዝዮም ኣገዳሲ ንኩልና ብማዕርዮም ተዋሂቦምና ኩሉ ኣብ ውሽጢ ኩሎም ኣብ ውሽጥና ኣለዉ ጥራይ ንሕና ክንገብሮ ዘለና በብሓደ እንታይ እዮም ንሕና ከመይ ኢና ንሰርሕ ኣእምሮና ከመይ ንሰርሕ ክንፈልጦም ኣዝዮ እዚ ግዜ ዘለናዮ ግዜ ከዓ እቲ ዝበለጸ ክሳብ ሕጂ ኣብ ህይወት ተራእዩ ዘይፈልጥ ዝበለጸ ግዜ ኢና ዘለና። ነገራት ብቐሊሉ ክንረኽቦም ንኽእል ኢና። ኩሉ ነገራት ብነጻ ኣብ ዩቲዩብ ክንረኽቦ ንኽእል ኢና። ስለዚ ሎማዓንቲ ሻድሸይቲ ናይ ኣእምሮ መሳርሒ ክንርኢ ኢና። That's very important, very powerful። ቡን ድሕር ደሊኹም ሻሂ ደሊኹም ሻሂኹም ቡንኩም ሓዙ፣ ዕምባባ ተድሊኩም ዕምባባኹም ሓዙ። ናብታ ቪድዮና ንኺድ። ኦኬ እምበኣር ናይ ሎሚ ዓንቲ ንሪኣ ሻርሸይቲ ናይ ኣእምሮ መሳርሒ እያ ኣክቹዋሊ ኣብ ካልኣይ ደረጃ እያ ትስራዕ ግን ሻርሸይቲ ፈሊጠ እያ ንመጨረሻ ኣፅኒሐያ ዳስ ቨሪ ፓወርፉል ኣብ ውሽጥና ዘሎ መሳርሒ ኢንቱዊሽን ይበሃል ወይ ከዓ ደመነፍሲ ኢልና ንሕና ክንትርጉሞ ንኽእል ኢና ዳስ ኢንቱዊሽን ዳስ ቨሪ ፓወርፉል ኣብ ፀጥታ ዝርከብ ህድእ ኢልካ ፀጥ ኢልካ ርግእ ኢልካ ክትፍትሾ ዝግባእ ናይ እምሮ መሳርሒ እዩ ኮንሽስነስ ለቨል ናሃ ኮንሽስነስ ለቨል ናና ወይ ናይ ንቕሓት ደረጃ ናሃና ዘዕብየልና ምስ ሳብ ኮንሽስ ማይንድ ኮኔክት ንክንገብር ዝሕግዘና ኣብ ውሽጥና ዘለዉ ፓወርፉል ዝኾኑ ናይ ሕቶታትና መልሲ ዝኾኑ ነገራት ንክንርዳእ ዝሕግዘና ዳስ ኢንቱዊሽን ወይ ከዓ ደመነፍሲ ናይ ኣእምሮ መሳርሒ ገለገለ ሰባት ኢንቱዊሽን ወይ ከዓ ደመነፍሲ ከም ሻርሻይ ናይ ስምዒት ህዋሳታት ዝገልፅዎ ኣለዉ ግን ናይ ስምዒት ህዋስ ኣይኮነ ዳስ ሜንታል ፋክሊቲ ናይ ኣእምሮ መሳርሒ ዳስ ቨሪ ፓወርፉል ዝተፈላለየ ግዜ ኤክስፒሪንስ ንገብሮ ኢና ኢንቱዊሽን ናና ሶ ምናልባት ንኣብነት ክንርኢ ንኽእል ኢና ገለገለ ሰባት እንዳዘከርናዮም ቴሌፎንና ይድውሉ ወይ ብዛዕባኦም እንዳሓሰብና ሃንደበት ንሪኦም ሃንደበት ንረኽቦም ወይ ከዓ ሓደ ዓይነት ዘረባ ወይ ሓደ ዓይነት ሓሳብ ክልተ ሰባት ብሓደ ነገር ብሓደ ግዜ ይዛረቡ ዳስ ኢንቱዊሽን ኮኔክት ክገብሩ ከለዉ the vibration level ክራኸብ ከሎ they feel it ፊል ክገብርዎ ስለ ዝኽእሉ ደቂ ሰባት እዩ ዳስ ኢንቱዊሽን ኦኬ ሶ ኢንቱዊሽን ከመይ ዝሰርሕ ብኸመይ ኢና ክንጥቀመሉ ንኽእል ከመይ ጌርና ኢና ከ ኣክቲቬት ንገብሮ ኣብዚ እዋን እዚ ዳርጋ ናይ መብዛሕትና ኢንቱዊሽን ደንዚዙ እዩ ዘሎ እቲ ምክንያት ከዓ ዲስትራክሽን ስለ ዘሎ እዩ ሎሚ እዚ ዘመን ቴክኖሎጂ ስለ ዝኾነ ኣብዛ ሞባይልና ኣብዛ ንእሽተይ ሞባይልና ከማን ብጣዕሚ ብዙሕ ዝኾነ ዲስትራክሽን እዩ ዘሎ ሰባት ኣብ ሶሻል ሜድያ ብዙሕ ሰዓታት እዮም ዘጥፍኡ ናንሰንስ ብፍላይ ኣብ በዓል ቲክቶክ ኣብ በዓል ኢንስታግራም ዝጠፍእ ግዜ ብጣዕሚ ብዙሕ እዩ ብፍላይ ቲክቶክ ከዓ ኔክስት ቪድዮ እንታይ ከም ዝኾነ ስለ ዘይንፈልጥ ዳ ሳይኮሎጂካል ብከምኡ እዩ ተሰሪሑ ኔክስት ስክሮል ክንገብር ከለና ድሕሪያ ዘላ ትመፅእ ቪድዮ እንታይ ምዃና ስለ ዘይንፈልጥ ኪሪዮሲቲ ስለ ዝሕዘና ወይ ከዓ ህንጥዩነት ስለ ዝሕዘና ስክሮል ስክሮል እንዳገበና ከይተረዳእና ነዊሕ ሰዓታት ኢና ኣብ ሶሻል ሚድያ ነጥፍእ እዚ ነገራት እዚ ከዓ ኣእምሮና ንክደግም ንክደክም ወይ ከዓ ክሬቲቪቲ ናህና ንኸይ ዓቢ ዝገብር ሓደ ዲስትራክሽን እዩ ሶ ኢንቱዊሽን ናህና ከዓ ብኣንፃሩ ፀጥታ እዩ ዝደሊ ህድእ ኢልካ ኣብ ፀጥ ዝበለ ቦታ ኮንካ ኢኻ ኣክቲቬት ክትገብሮ ወይ ከዓ ክሰርሕ ዘድልየካ እቲ ምክንያት ከዓ ኢንቱዊሽን ናብ ውሽጥና ክንርኢ ኣብ ውሽጢ ምስ ውሽጥና ኮኔክት ክንገብር ዘድልየና መሳርሒ ስለ ዝኾነ ጸሎት እንታይ ዝበሃል ኣበሃል ኣሎ ጸሎት ንኣምላኽ ንዛረበሉ መገዲ ክኾን ከሎ ኢንቱዊሽን ከዓ ፈጣሪ ንዓና ክዛረበና ከሎ ንሰምዓሉ መገዲ እዩ ኦኬ ሶ ብጸሎት ንኣምላኽ ንዛረቡ ብዙሓት ነገራት ካብኡ ዝመፁና ነገራት ግን ብኢንቱዊሽንና ኢና ክንሰምዖ ንኽእል ምክንያቱ ብእዝና ክንሰምዖ ንኽእል ነገር ስለዚ የለ ኢንቱዊሽንና ክንሰምዕ ድሕር ኮይና ከዓ ካልኦት ድምፅታት ጠጠው ክብሉ ክኽእሉ ኣለዎም ፀጥ ክብል ኣለዎ እቲ ቦታት እዩ ሶ ሓደ ናይ ኢንቱዊሽን ኣክቲቬት ንክንገብሮ ወይ ከዓ ኢንቱዊሽን ናህና ንኸነማዕብሎ ዘድልየና መሳርሒ ዳስ ሜዲቴሽን እዩ ሜዲቴሽን ኣብ ፀጥ ዝበለ ቦታ ኮይና ኣእምሮና ፀጥ ኣቢልና ህደ ኣቢልና ከነርግኦ ምኽኣል እዩ ሶ ደን እቲ ካልእ ድምፂ ንክንሰምዕ እቲ ጫውጫውታ ናይ ደገ ጠጠው ከነብሎ ኣለና ፅ ዝበለ ቦታ ክንከውን ኣለና ኣእምሮና ከዓ ፀጥ ከነብሎ ክንቀል ኣለና ዳስ ሜዲቴሽን ደን ምስ ውሽጥና ኮኔክት ክንገብር ንኽእል ኢና ከምቲ ኩሉ ግዜ ዝብሎ ናይ ኩሉ ሕቶታትና መልሲ ኣብ ውሽጥና ኣሎ ግን ከዓ እቲ መልሱ ንክንሰምዕ ንክንርዳእ ድሕር ኮይና ኢንቱዊሽንና ኣክቲቬት ክኾን ኣለዎ። ከመይ ጌርና ከም ዝሰምዖ ክንፈልጥ ክንክእል ኣለና። እንድሕር ኣብ ጫውጫውታ ኣብ ሆይሆይታ ብዙሕ ሰዓታት ነሕልፍ እንድሕር ኮይና ኣብዚ እዋን እዚ ብዙሓት ሰባት በይኖም ክኾኑ ይፈርሑ እዮም። ጻት ኣብ ጽት ዝበለ ቦታ ክኾኑ ይፈርሑ እዮም። ግን ዳስ ጉድ ምስ ነብስና ንዘራረበሉ ግዜ የድልየና እዩ። ውሑዳት ሰዓታት ዋላ ክኾኑ ይኽእሉ እዮም። ጸጥ ኢልና ኣብ ህድእ ዝበለ ቦታ ክንከውን ሜዲቴት ክንገብር ዳስ ቬሪ ቬሪ ኢምፖርታንት። ብኸምኡ ኢና ከዓ ነቲ ኢንቱዊሽን ናህና ክንድህስሶ ወይ ከዓ ክንረኽቦ ንኽእል። ደን እሱ ክንገብር ምስ ከኣልና ናይ ብዙሕ ሕቶታትና ክንሓትት ከለና ምስ ውሽጥና ኮኔክት ስለ ንገብር ወይ ከዓ ኮንሽስና ምስቲ ሳብ ኮንሽስ ማይንድና ኮኔክት ስለ ዝገብር ድሓር ናይ ብምሉእ ሕቶታትና መልሲ ክንረክብ ንኽእል ኢና። ኣብዚ ምድሪ ዝተፈጥረ ነገር የለን። ኩሉ ኣብዚ ምድሪ ተገይሩ እዩ ኣሎ እዩ ሃ- ስ- ኣሎ ኣብዚ መ- ኣብዚ ምድሪ ኣብዚ መሬት እንድሕር ምስኡ ኮኔክት ክንከውን ኮይንና ግን ኢንቱዊሽን ናህና ቬሪ ቬሪ ቬሪ ኢምፖርታንት እዩ ስለዚ ናይ ሎሚ ዓንቲ ኣርእስትና ኢንቱዊሽን እያ ነይራ ኢንቱዊሽን ናህና ከመይ ጌርና ኮኔክት ክንገብር ምስኡ ኮኔክት ክንገብር ንኽእል ወይ ከይና ከመይ ጌርና ክንጥቀመሉ ንኽእል ንዝብል ሕቶ ዳስ ሜዲቴሽን ፀጥታ የድልየና እዩ ምክንያቱ ናይ ብብዙሓት ሰባት ከምቲ ኣቐዲመ ዝነገርኩም ኢንቱዊሽንና ኣይንጥቀመሉን ኢና እቲ ምክንያት ከዓ ዲስትራክሽን ኣብዚ ዘለናዮ ግዜ ብዙሕ ዲስትራክሽን እዩ ዘሎ ሰባት በይኖም ክኾኑ ኣብ ዝፈርሕሉ ግዜ ኢና ዘለና ፀጥ ዝበለ ቦታ ኮይና ምስ ኣእምሮና ፀጥ ኣቢልና ምስ ውሽጥና ኮኔክት ክንገብር ክንክእል ኣለና ደን ናይ ኢንቱዊሽን ፓወር ክንርዳእ ንኽእል ከመይ ገይሩ ከም ዝሰርሕ ክንፈልጥ ንኽእል ክንጥቀመሉ ከዓ ንኽእል ሶ እዚኣ ናይ ሻድሸይቲ ናይ ኣእምሮ መሳርሒ እዚኣ እያ ነይራ። ሽዱሽተ ናይ ኣእምሮ መሳርሒ ክንትንትነን ቀኒና ኣለና። እታ ቀዳመይቲ ኢማጂኔሽን፣ ሜሞሪ፣ ኢንቱዊሽን እዛ ሕጂ ዝጠቐስናያ፣ ፐርሰፕሽን፣ ዊል ኤንድ ሪዝን እዚኤን ቨሪ ቨሪ ፓወርፉል ናይ ኣእምሮ መሳርሒታትና እያ። እቲ ቀዲመ ነዘን ቪድዮታት እዚኤን ክገብረን ዝገበረኒ ንድሕሪ ሕጂ ቀጻሊ ንገብሮ ቪድዮታት ወይ ከዓ ንገብሮ ትምህርትታት ዳስ ቬሪ ኢምፖርታንት ስለ ዝኾነ ኦኬ ሶ ኣብ ቀፃሊ ምዚ ዝተተሓሓዘ ካልእ ኣብ ሂወትና ክጠቕመና ዝኽእል ነቲ ብቕዓትና ከውፅኦ ዝኽእል ናብ ዝለዓለ ደረጃ ከብፅሓና ዝኽእል ቪድዮታት ክገብረ ስለዚ እቶም ሳብስክራይብ ዘይገበርኩ ሳብስክራይብ ግበሩ ምእንቲ ንቐፃሊ ንገብሮ ቪድዮታት ከየምልጠኩም ከዓ እታ ናይ ኖቲፊኬሽን ምልክት ፅቐጥዋ ምእንቲ ሓደሽቲ ቪድዮታት ከነውርድ ከለና ኖቲፊኬሽን ክመፀኩም ካልእ ብተወሳኺ ካብዘን ሽዱሽተ ናይ ኣእምሮ መሳርሒ ዝገለፅናየን ኣይነይቲ ፈቲኹማ ኣብ ኮመንት ክትፅሕፉና በዚ ኣጋጣሚ ይዕድመኩም ኣይነይቲ ምሳኹም ኮኔክት ገይረ ኣይነይቲ ፈቲኹማ ወይ ኣየነይቲ በጋጣሚ ክሳብ ሕጂ ትጥቀሙላ ነርኩም ንዓኹም ዝመሰጠትኩም ወይ ከዓ ምሳኹም ኮኔክት ዝገበረት ኣየነይቲ ምዃና ኣብ ኮመንት ፀሓፉልና ኣነ እውን ክርእየ ክምልሰልኩም እየ ሶ ኣብ ቀፃሊ የራኽበና